ይርጋእ የልባል ና ማሕበራዊ ግልጋሎት ጥዕና ልምዓት ዝተባለ ገበር ሰናይ ትካል ና ትግራይ ስራሕ መካየድ እዩ

ሰላሳ ካብ ሚእቲ ዝኾን እዩ ገበቲ ሰናይ ትካላት ወይ ይሕግዝ ኣለኹ እየ ዝብል መንግስቲ ዝገብር ኣብ ሽዱሽተ ወርሒ ብቱ ክሕግዝ እየ ዝብል ኣካል ሓደ ዙር ጥራሕ እዩ እኽሊ ተዓዲሉ እምበር ካብኡ ወፃኢ ካሊእ እኽሊ ዝተዓደለ የለን እቶም ሰባት ግን ኣብ ሓደ ሓዲኡ ሰለስቲ ኣብ ሓደ ሓዲኡ ቁርሲ ወይ ምሳሕ ወይ ድራር ግን ይብሉ ይሓድሩ ኣለው። ብህዝቢ መቐለ ዝግበር ዘሎ ዕለታዊ ፃዕሪ እዩ። ነዚ ሎማዕንቲ እውን ናይ መቐፀልታ ንሰንበት ትምህርት ቤት ኣብያተ ክርስትያናትና ብፍላይ ጨርቆስ ቤተ ክርስትያን ብናምሳሕ ምድላው እዮም ኣካይዶም ለለዉ። እዚ ምኽንያት ልኾን ዳግማይ ትንስኤ ስለ ልኾነ መብዛሕትኦም ተማዛበልቲ ካብ ገዝኦም እንትወጹ ተለዉ ብዙሕ ነገር ስለ ልስእኑ ከየስተማስሉ እታ ኣብ ገዝኦም ልለመድዋ ስኢኖም ከይወዕሉ ልገበርኩሞ ጻዕሪ እዩ እና ኣነ ሓደና ፍቕርና መግለጺ ሓደና ክርስትናና መግለጺ ሓደ ናይ ስነ ምግባር መግለጺ እዩና ሎማዓንቲ ተግባር ግን ሎማዓንቲ ውን ክምቶም ኔርኩሞ ብምፍላይ ኣብዚ ዓይደር ካብ ልኣቱ ጀሚሮምስ ካብ ጎኖም እየ ተፈለዩ እና

ሕዚ ኣነ ን ዕስራይ ኣርባዕተይ ገዛ እዩ ነይርኒ ሓደ ገዛ ናይ ባዕሉ እዩ ዕስራይ ሰለስተይ ግን እቲ ቤት ትምህርቲ ይነብርሉ እዩ እና ልሓለፈ ሽዱሽተ ወርሒ ስለ ለይተፈለኽዎ ሓዱሽ ነገር እዚ ክገብር እየ ኢለ ይወስድ እዩ እንድያውም ኸዚ ጭንቅና ካብ መቐለ ወፃኢ ሃመይ ንኸድ ኢሊ ፅቡቕነቱ ኣብዚ ወርሒ እዙይ ልማይጨው ሚእቲ ኩንታል ልነበለት ሓምሳ ኩንታል ልዓዲ ግራት ሚእቲ ሓምሳይ ኩንታል

ሰይጣን ናክፋኣት ኣቦ ድኮነ ጦርነት ለጀምር ሰብ ልሰብ ክቃተል ልገብር ደቂ ኣንስትዮ ክዕመፃ ልገብራ ምናምን ብሓሳብ ደረጃ ለመንጭዮ ሰይጣን እዩ ኢለ እየ ልኣምን ሓዱሽ ሰብ ኣቢሉ ይትምኖ እዚ መብዛሕቶም ሰባት ናይ ሰይጣን መሳርሒ ከይኾኑ ተልኾን ፅቡቕ እዩ። ሓንቲ ቆልዓ ኣገዲድኻ ትደፍራ ልምንታይ ሓሳብ ትጥየቕ ተሎ ሓደ ሓዲኦም ምኽንያት ቀሒላትኒ ክብልኾን እዮም ግን ኣገዲዶም ምስ ደፈርወን ፀፀሪ ሚስማር ኢላ ኣብ ማህፀነን ምእታው ግን ባዕሉ ሰይጣንለስ ልሓስወ እዩ መስለኒ ልደንገጸ እዩ ልመስለኒ ኳሕ ከምዚ ዶ ይግበር እዩ ተጨከንካ ተጨከንካስ ከምዚ ይግበር ድዩ ኢሉስ ሰይጣን ባዕሉ ለልደንገጸ እዩ ልመስለኒ እና ሕማቅ ግዜና ኔና ሕማቅ ድርጊት እዩ ልፍጸም እሎ ክነውግዞ ይግበእ። ክንከላኸሎ ይግበእ። ኣሕዋትና ኣብ በረኻ ተበቲኖም እዮም እኔዉ፣ ጠሚሎም እዮም። ዝናብ እኳ ይዘንብ ኣሎ፣ ክሓርሱ ኣይኸኣሉን። እዚ እዚ ኩሉ ሓፂሩ ላብ ላብ ንቡርና ክንምለስ ምእንቲ ላብ ንቡርና ክንምለስ ምእንቲ ሰባት ልቢ ክብሉ ልቢ ክብሉ ላብ ውነኦም ክምለሱ